ሓደ እዋን እውን ኣብቲ ዝነውሐ እምባ ናይ ኣፍሪቃ ክሊማንጀሮ ደይብካ ነርካ መዓስ እያ ነይራ ማለት ዕላማኣ ከ እንታይ እዩ ነይሩ እወ እዚ
ዕስራ ዕስራን ሰለስተን እዩ ነይሩ መቸም ናይ ሎሚ ቴክኖሎጂ ብዙሕ ነገር እዩ ደሪኤካ ማራቶን፣ ኣይረንማን ድጎዪ ትርኢ፣ ጎቦታት ድድይብ፣ ደሓር ከም ልምዲ ብፍላይ ሓኪም እንድሕር ኮንካ መሳርሕትኻ ብዙሕ ነገር ኣብታ ዕርፍቲ ትረኽበላ እቲ ሓደ መጺኡ እዚ ገይረ እብለካ እቲ ሓደ መጺኡ እዚ ገይረ እብለካ ሽኡ ብገለ ምኽንያት መቸም እታ ናይ ጎቦ ኪሊማንጃሮ ምድያብ መጺኣት ሓሳብ ማለት እዩ ዳሓር ምስ ወደይ እቲ ሽኡ ወዲ ዕስራን ሓደን ዓመት ኔሩ መደብ ኣውጺእና ንለማመድ ኔርና እቲ ሲምፕል ማለተይ ሲ ጉያ ኢኻ ትጎይ ወይ ዎክ ኢኻ ትገብር ኣብ ሞንጎ እቲ ድደየብኩሉ ግዜ ጥቅምቲ ዕስራ ዕስራን ሰለስተን እዩ ነይሩ ግን ነዚ እንዳ ተዳለና ከለና እንታይ መጺኡ ኣብዚ ወጻኢ ዘለና ኣብቲ ንገብሮ በዓላት ገለመለ ረበሻታት መጺኡ ሰብ ምትህርራም ዳስ ምፍራስ ማለተይሲ ስነ ምግባራዊ ኣይነበረን so ኣብ ሓሳበይ እንታይ መጺኡ ናይ ኣለምሰገድ መጽሓፍ ኣይንፈላለ ትብል ኣንቢበያ ኔረ ሕጂ እሱ መጺኡ ክትድይብ ምስ ሓሰብካ ቪድዮታት ርኢኻ ናይቶም ዝገበሩ ምክንያቱ እንታይ ኣድሊ ብጣዕሚ ብዙሕ ምድላዋት ሓደ ብቕዓት የድሊ ትኽደኖ ክዳን ብዙሕ ነገራት ኢኻ ትገዝእ ዋላ እቲ ንክትከይድ ተጥፍኦ ገንዘብ ንነብሱ ብዙሕ እዩ። ሕጂ ክንከይድ ከለናሲ ኣብኡ እንታይ ይገብሩ ሕጂ ባነር ሒዞም ይድይቡ እሞ መብዛሕትኡ ግን ናይተን ካምፓኒስ ነቲ ቱር ዘዳልዋ ከም ኣድቨርታይዝመንት እየን ዘውፅእኦ የዋውዕኦ። እሱ ምስ ረኣኹ ሽኡ እዋእ እዚኣሲ ሓደ ባንዴራ ናብኡ ከነንበልብል ንኽእል ኢና ካልኣይ ኣይንፈላለ ዝብል ባነር ኣስሪሕና ማለት እዩ ካብታ ናይ ኣለምሰገድ መፅሓፍ። ሕጂ ኣብኡ ኼድና ኣብቲ ላዕሊ ምስ ደየብና ምስ ወደይ ዓቢ ባነር ኣይንፈላለየ ኢልና እስኪ ካብቲ ዝለዓለ ብራኸ ናይ ኣፍሪቃስ ገለ ህዝብና እንተሰምዖ ኢልና ንምዝኽኻር እዩ ምኽንያቱ እቲ መሰረት ናይ ኣይንፈላለ ኣብ ኣርባዓታት ከምቲ ብትማልያ ዘሎ እንግሊዝ ነቲ ዝነበረ ናይ ሃይማኖት ፍልልይ ናይ ኣቦታትና መዝሚዙ ንኤርትራ እዚ ኩላና ንፈልጦ እዩ ፍርቃ ንሱዳን ፍርቃ ንኢትዮጵያ እዋ ከጀልየና ወይ ከኣ መቓቕለና እዩ ሓሲቡ እወ ባዶ ከትርፈና እዩ ሓሲቡ ነይሩ። ንሳቶም ግን ፍልልይና ብሃይማኖት ሃገር ዘጥፍእ ኣይኮነን ኢሎም ኮፍ ኢሎም ስጋ ሓድሕድ በሊዖም ማለት እዩ ሕጂ ተቐይሩ ክኸውን ይኽእል እዩ ንሳቶም ግን በቲ ዕድመ ክልተ ጸጉሪ ኣብቁሎም ሽኡ ኣብ ሃይማኖት ኢኻ ተተኩር ግን ሃይማኖት ይትረፍ ኢሎም ኣብቲ ሓደ ከይዶም እቶም ኣስላም ናይ ክርስትያን ስጋ በሊዖምሲ እዚኣ ማሕላ እዚኣ እዮም ምሒሎም ማለት እዩ እዛ ኣይንፈላለ ትብል ሕጂ ኣለምሰገድ እዚኣ ተረሲዓ ኔራ እንድያ ኩዒቱ ኣውጺኡ እታ መጽሓፍ ጽሒፉልና ምናልባት ነታ መጽሓፍ ስለ ደየንበብናየን ኣንባኣስ ደለና እስኪ መዘኻኸሪት ትኾነ ካብ ድብል ኢና እታ ኣይንፈላለ ትብል ባነር ጌርና ድሕሪኡ ኩሉ ግዜ ክጎዪ ከለኹ ኣይንፈላለ ድብል ማልያ ኣለኒ ኣየምጻእኩዋን እምበር ብፍልይ ድበለ ግን እታ ናይ ኣይረን ማን ኣሎ እቲ ስእሊ ሂበካ ኣለኩ ሕጂ ውን ማሕልኦም ማሕላና ኣይንፈላለያ ትብል ኔራ እሳ ከኣ ናታ ባነር ሰሪሕናላ ማለት እዩ ኣብ መጨረሻ ውን ምስቶም ፈተውተይ ኣዕሩክተይ ምስ ወዳእናዮ ክንጽንብል ከለና ተሰኣልናዮ ስእሊ ኔሩ ሕጂ እቲ ኣይንፈላለ ዝብል ጭርሖ ነቲ ግዜ እቲ ኣሕሊፉ ግዜ ቃልሲ ኣሕሊፉ ስጋዕ ሕጂ ብጺሑና ዘሎ እዚ ከምዚ ሰላም ነስተማቅሮ ዘለና ስለ ደይተፈላለና እዩ ሓድነት ስለ ደለና እዩ ነዚ ከኣ ብዙሕ ምሳሌታት ንርኢ ኣለና ናይ ደይሓበሩ ህዝብታት እንታይ ዓይነት ሓደጋ የጋጥም ሊብያ ንርኢ ኣለና ሱዳን ንርኢ ኣለና ኢትዮጵያ የመን ብሓዊ ኢና ተሓጺርና ዘለና ሓውኻ ሃልፈጭ የብለካዩ እቲ ደለና ሓድነት ከኣ ኣብ ሓዳር ሕጂ ሳብ ድኾነ ይኹን ወይ ሓውኻ ሓፍትኻ እንድሕር ኮይኑሲ ከም ውሁብ ትወስዶ ሙሽ for granted ትብሎ ሕጂ ከም ውሁብ እንድሕር ወሲድካዮ ኣበይ ከይከይድ ድብል ስምዒት ኢኻ ተሕድር ብፍላይ ሕጂ ኣብዚ ንነብረሉ ኣብ ሓዳር ባእሲ ዝመጽእ ውሁብ እንድሕር ውህብቲ እንድሕር ወሲድካያ ሰበይትኻ ዝግባኣ ክብሪ ኣይትባን ኢኻ ሕጂ ኣብ ምፍልላይ ትኣቱ ማለት እዩ ሕጂ ንሕና ውን ነቲ በዚ ኣይንፈላለ ዝመጸ ጸጋ ከም ውሁብ ክንወስዶ ንኽእል ኢና ግን ውሁብ ኣይኮነን ኩሉ ነገር ይቕየር እዩ ኣብ መንጎና እንድሕር ንቓዕ ተፈጢሩ መህደሚ ከማን የብልናን ሱዳን ኢና ንኸይድ ነርና ሱዳን ናይ ገዛእ ርእሶም ኣብዚ ኣብ ጽርግያታትና እዮም ዝውዕሉ ዘለዉ ኢትዮጵያ ጸላእትና እዮም ሕጂሲ ትም ኢልካ ብጥልቀት እንድሕር ሓሲብካዮ ኩሉ ነገር ተሪፉ እቲ ሰላም እንድሕር ሃልዩ ካብኡ ዝዓቢ ነገር የለን ኣብ ዓለም ሱዳን ትማሊ ባኒ ከቢሩና ኢሎም እዮም ሰላማዊ ሰልፊ ገይሮም ብግዜ ኣልበሽር ባኒ ኮን ረኺቦም መሪር በትሪ እዮም ረኺቦም ሕጂ እዚ ሲ ኩሉ ግዜ ኣብ ሓንጎልና እንታይ ክመጽእ ይኽእል እዚ ሓድነት እዚ ከመይ ገይርና ክንሕልዎ ከም መዘኻኸሪ እዩ ማለት እዩ እዚ ሲ እቲ ዝዓበየ ህያብ ዝተዋህበና ካብቶም ቀዳሞት እዛ ማሕላ እዚኣ እዛ ኣይንፈላለ ትብል እያ እዚኣ እንድሕሪ ሒዝናያ ኩሉ ነገር ሓላፍ እዩ ሎሚ ደሎ ፅባሕ የሎን ዓለም ኩሉ ነገር ይቅየር እዩ ኮፍ ኢልካ ምሳይ እስኻ ወዲ ክልተ ዓመት ከለኻ ዝነበረካ ስእልን ሕጅን ሓደ ኣይኮነን ክትቅየር ከለኻ ግን ኣይትፈልጦን ኢኻ ድሕሪ ዓሰርተ ዓመት ካልእ ሰብ ክትመስል ኢኻ ከመይ ኢልካ ከም ተቀየርካ ግን ኣይትፈልጦን ኢኻ ሕጂ ለውጢ ኣሎ ኣብ ሂወት ለውጢ ኣሎ ኣብ ሓዳር ለውጢ ኣሎ እንድሕር ዓቅሊ ጌርካ ጥራሕ ኢኻ ትወጾ ጸጽቡቅ ነቲ ዕጉስ እዩ ዝመጽእ ሕጂ ነዚ ኣሚና ሲ ጸገም የለን ሽግር የለን ዘይኮነ ሲ ሰላም ግን ብኹሉ ዋጋ ክዕቀብ ኣለዎ ሰላም እንድሕር ዘየለ ጥሜት ጥሜት እዩ ዝውስኽ ስደት መጽእ ዕንወት መጽእ ኩሉ ግዜ ሲ ትደለና ጸጋ ሲ ክንፈልጦ ኣለና ኣብ ኢድካ ዘሎ ወርቅስ ዳርጋ ጨርቂ ዝበሃል ኣሎ ኣብ ብዙሕ ሃገራት ነዚ ዝደለና ሰላም ዝትምነይዎ ብዙሓት እዮም ማለተይ እዩ። ብዙሕ ሃብቲ ክህልዎም ይኽእል እዩ። እታ ዝነብረላ ከተማ ውድላንድስ እያ ትበሃል። ካብተን ዝበለጻ ከተማታት እያ። ሰዓት እቶ እቶ ኮይኑ ጽልምት ምስ በለት ቶስ ዝብል ሰብ ኣብ ጽርግያ ኣይትርእን ኢኻ። ከምዚ ኣብ ኲናት ትነብር ዘለኻ ኮይኑ ይስምዓካ። ምኽንያቱ ኣብ ምሉእ ኣሜሪካ እተገብረ ገበናት ኣብ ቴሌቭዥን ኣብ ገዛኻ መጽእ ኣሎ። ተጨውዩ፣ ተቐቲሉ፣ ገለመለ ገዛ ኣትዮም ሰሪቖም ገለ። ሕጂ ልክዕ ከምቲ ኣብቲ ናትካ ከባቢ ዘሎ ኮይኑ ይስምዓካ። ሰላም ከሎ ኣብ ሰላም ክትነብር ትነብር ከም ዘለኻ ኣይ ኣይፍለጠካን እዩ። ኣብዚ ግን ለይቲ ወጺኤ ደላዪ ዘውር ካብዚ ሰላሳን ኣርባዕተን ኪሎ ሜተር ዓድና ከይደ ብእግረይ ከይደ ቀትሪ ምድሪ ኣብ መንገዲ ዝሓተካ ሰብ የለ ገለ የለ so እቲ ዝዓበየ ጸጋ ዘለና ሰላም እዩ። ነዛ ሰላም እዚኣ ከኣ መሰረታ እታ ማሕላ ናይ ኣቦታት እያ። እዛ ማሕላ እዚኣ ከኣሲ ከነቐጽል ኣለና ካብ ወለዶ ናብ ወለዶ ከነተሓላልፋ ናህና ሓላፍነት እዩ። ጽቡቅ። ካልእ ኩሉ ነገር እቲ ሕጂ ንብህጎ እቲ ሕጂ ንደልዮ። ክትሪኦ ከለኻ እዛ ዓዲ ሲ ብዙሕ ትሕተ ቅርጺ ተነጺፉ ኣሎ ኣብዚ ዝመጽእ ለውጢ መቸም ይረኣየካ እዩ ነታ መኣስ ግን ክንጽበያ ኣለና ብዓቕሊ። ጽቡቅ ጽቡቅ ዶክተር።
እወ ሕጂ ትዕዝብቲ ማለተይሲ ወብዚ ቆልዓ ዝተዓዘብካዮ? ሕጂ እንታይ መስለካ
ሓደ ምሳሌ ኣሎ እቲ ኣረጊት ዓሳ ነይሩሲ ኣብ ዕድሚኡ ማይ ክነጽፍ ከሎ ማይ ክውዐ ከሎ ማይ ክዝሕል ከሎ ናይ ማይ ጥቕሚ ተረዲእዎ ነይሩ ደሓር ግን ብዙሕ ናይ ማይ ሽግር ደይረኣዩ ክልተ ንኣሽቱ ዓሳ ይኸዱ ነይሮም ብቕድሚኦም መጺኡስ ደቀይ እዚ ማይ ከመይ ኣሎ ኢልዎም ተጠማሚቶም ነንሕድዞም እንታይ ማለት እዩ ማይ ኢሎሞ ሕጂሲ ኣብዚ እንድሕር ኣሊኻ ኩሉ እቲ ዝግበር ለውጥታት ከምዚ ናይ ሰውነትና ዝበልናዮ ዘገምታዊ እዩ ኣይትርእዮን ኢኻ ደገ ጸኒሕካ እንድሕር መጺእካ ግን እቲ ቅድም ዝረኣኻዮን እቲ ሕጂ ዝረኣኻዮን ከምዚ እታ ናይ ክልተ ዓመት ስእልን ናይ ዓሰርተ ዓመት ስእልን ትሪኦ ኢኻ ማለት እዩ ሕጂ ንምሳሌ ካብዚ ን ጋሕቴላይ ዲጋ ጋሕቴላይ ሪኢናዮ ዓቢ ዲጋ ዩ ኣይመለእን ዘሎ ገና ክልተ ክልተ ክረምቲ ወይ ክልተ ክራማት የድልዮ ንክመልእ ሕጂ እቲ ናቱ ኢንጅነር እቲ ቀንዲ ዩ መግለጺ ሂቡና እቲ ዓላማ ናይቲ ዲጋ እንታይ ኢሉ ብመሰረቱ ንሕርሻ ዩ ካብቲ ዲጋ ኦልሞስት ስጋዕ ባጽዕ ዘሎሲ ክሕረስ ዝክኣል ክለምዕ ዝክእል እዩ። ደሓር ኣብቲ ናይ ፕላስቲክ ካምፓኒ ምስ ከድና ከኣ እቲ ሓደ ላይን ናይቲ ፕላስቲክ እቲ ጎማታት ናይ ሕርሻን ድሪፕ ኢሪገሽን እዩ። ሕጂ ረኣዮ እቲ ምትሕሓዝ ናይ ክልቲኡ በዚ ማይ ይእከብ ኣሎ እዚ ነጻ መሬት ኣሎ እቲ ቱቦታት ከኣ ሕጂ ይስራሕ ኣሎ ማለት እዩ። እዚ እንታይ ዝዓለመ እዩ ጽባሕ ንግሆ ገፊሕ ሕርሻ ኣብ መደብ ከም ዘሎ እዩ ዘርእየካ ማለት እዩ። ካልእ ባጽዕ ሕጂ ሓሙሽተ ሚእቲ ሽሕ ኪዩቢክ ሜተር ማይ እያ ትውድእ ዘላ ንመዓልቲ። ልምዓት ምስ ተጀመረ ግን ሓሙሽተ ሚልዮን ኪዩቢክ ሜተር ማይ እዩ ከድልያ ማለት እዩ። ሕጂ እዚ ዲጋ እዚ ንኡ'ውን ኣብ ግምት ኣእትዩ ዝተሰርሐ እዩ ማለት እዩ። እዚ እንታይ ማለት እዩ? ድሕሪ ዝኾነ ምምሕዳር ከምዚ ዝሰርሕ እንድሕር ኣልዩ ኣነ ናይ ፖለቲካ ተንታኒ ወይ ኣነ ታራ ሓኪም እየ ግን እዚ ሓፈሻዊ ፍልጠት እንታይ ንምንታይ እዚ ተገይሩ ኢልካ ክትሓትት ከለኻ ከምኡ ዓይነት መደብ ዘይብሉ ሰብ ገንዘቡ ኣብዚ የፍስስኒ ብፍላይ ሕጂ እዚ ኣይ ኩናት ኣይ ሰላም ብፍላይ ከኣ ሕጂ ቢልዮናት ናብ ኣጽዋር ይውዕል ኣሎ ማለት እዩ ኣብ ከምዚ ከሎ ግን እቲ ናይ ልምዓት መንገዲ ኣይተተራረፈን ማለት እዩ ነቲ ኢንጂነር ታይለ ሓቲተዮ ክንደይ ወዲኡ ኣሎ እቲ ዲጋ ኢለዮ ገና ኣይወዳእናን ዘለና እቲ መፍሰሲ ክግበረሉ ኣለዎ ድበት ከይመልእ ብዙሕ ነገራት ዝተረፈና ኣሎ ስጋዕ ሕጂ ግን ኢሉ ኣርባዕተ ነጥቢ ኣርባዕተ ቢልየን ናቕፋ ወዲኡ ኣሎ ማለት እዩ እዚ ሕጂ ሰለስተ ሚእቲ ሚልየን ማለት እዩ እዚ ውዒሉ ዘሎ ኣብ ካልኦት ሃገራት ሓደ ብምወላይ ዝስራሕ ካልኣይ ነቲ ኣብ ሃገር ድፈሪ ኩባንያታት ስለ ደይኣምንዎ ናይ ወጻኢ ካምፓኒስ መጺኦም እዮም ዝሰርሕዎ ነዚ ብሰለስተ ሚእቲ ሚልዮን ድሰርሖ ሰብ የለን ተደረረ ብዋጋ እቲ ገንዘብ ድመጽእ ምስ ለቕሓ እዩ እዚ ዲጋ እዚ ምናልባት ቢልየን ክልተ ቢልየን ዝውድእ ክኸውን ይኽእል እዩ ግን በቲ ደሎ ዓቕሚ በቲ ናይቲ ሃገር ጸጋታት ተሰሪሑሲ ብደሓሰረ ዋጋ ሰለስተ ሚእቲ ሚልየን ዲጋ ተሰሪሑ እሱ ጥራሕ ግን ኣይኮነን ካብኡ ዝዓቢ ዲጋታት ከኣ መሊኡ ኣሎ ሕጂ እቲ ገንዘብ ኣበይ ይፈስስ ከም ደሎ ኣብ ግዜ ኩናት የርእየካ እዩ ቀጺልና ን ወደብ ከድና ኣሎ እቲኣ ወደብ ቀደም ውሑዳት መራኽቢያ ተዕሽግ ነራ ሕጂ ገፊሓ ተባሂላ ሽዱሽተ መራኽብ ተዕሽግ ኣላ ክነግሩና ከለዉ ልምዓት እንድሕር መጺኡሲ ብሽዱሽተ መራኽብ እቲ ናይ ሃገር ድልየት ክማላእ ኣይክእልንዩ ተባሂሉ በቲ ስግሩ ናቫል ቤዝ ዝነበረ ክንድኡ ዝኸውን መዐሸጊ ክስራሕ መደብ ተገይሩሉ ከምዘሎ ግን ኣይተጀመረን ነጊሮምና ግን እቲ ዝገረመኒ ንኢድየማ ናብቲ ርእሲ ምድሪ ናይ ኮንተይነር ፓርክ ክስራሕ ኣሎ እሱ ፀቢብ ስለዝኾነ ሕጂ ሓመድን እምንን ካብ መሬት እንዳመፀ ይመልእዎ ኣለው እታ ተባላሽያ ዘላ መርከብ ኣብ መሬት እያ ዘላ ሕጂ ብተኻእሎ መጠን ከግፍሕዎ እዮም ዝፅዕሩ ዘለው ሕጂ ካብኡ ባዕልኻ ትምልኦ እዩ እዚ እንድሕሪ ሕጂ ኣቁሑት ድኣቱ ቀደም ኣነ ከለኩ ኣብዚ በካይሽ እዩ ድመጽእ ነይሩ እዚኦም ተሸከምቲ ውርድዎ ኣብልዎ እዮም ነይሮም ሕጂ ግን ብኮንተነይር ኩሉ ድመጽእ ብዙሕ ኮንተነይር ክመጽእ እንድሕር ኮይኑ ገፊሕ መቀመጢ ክህሉ ኣለዎ ሕጂ ነዚ ሓመድ ካብ መሬት ናብ ባሕሪ ከተእትዎ ከለካ ገንዘብ እዩ ካብቲ ባሕሪ ትድብድቦ ደልካ ማለት እዩ ናቅፋ እዩ ድፈስስ ዘሎ ብኡ ጽባሕ ንግሆ ክንድኡ ድኣክል ኮንተይነርስ ይመጽእ እዩ ዝብል ግምት እንደ ደይሃልዩ ንምንታይ ኢኻ እቲ ባይታ ትንጽፎ ሕጂ ይረኣየካ እዩ መኣስ ከም ዝኸውን ኢኻ ዘይትፈልጦ እምበር እቲ ባይታ ተነጺፉ ከም ዘሎ ሲ ትሪኦ ኢኻ ማለት እዩ ሕጂ እቲ ሃገር ሲ ዓቢ ተስፋ ኣሎ ከም ዝበልኩኻ ሕጂ ኣብዚ ክመጽእ ዝኽእል ተመሊስካ እቲ ሓድነት እያ ሓድነትና እንድሕር ሓሊና ብሰላም እንድሕር ጸኒሕና ትንጽበዮ ትንትምነዮ ናይ ዓለም ቴክኖሎጂ እኮ በዓል ኣሜሪካ ሰለስተ ሚእቲ ኣርባዕተ ዓመት ካብኡ ንላዕሊ ዝወሰደ እዩ እቲ ናቶም ስልጣነ ቀስ ብቀስ እዮም በጺሖሞ ናባና ግን ካብኡ ናብዚ ትራንስፈር ንክትገብሮ ናይ ኤለክትሮኒክን ናይ ደቃይቅን ጉዳይ እዩ ኣስመራ ክንዲ ሰለስተ ኣርባዕተ ኣስመራ ንክትስራሕ እኮ ካብ ሰለስተ ኣርባዕተ ዓመት ንላዕሊ ዝወስድ ኣይኮነን እቲ ደሎ እቲ ናይ ዓለም ለኻዊ ድዩ ናይ ጎረባብትና ድዩ እሱ እንድሕር ተፈቲሑሲ ብዙሕ ግዜ ዝወስድ ኮይኑ ይስመዓኒ እኔ ግን እሱ ምስ ተፈትሐ ግን ኣብ ክንዲ ከም ብሓድሽ ዲጋ ድየ ክሰርሕ እዚ ድየ ክሰርሕ ትብል ግን እሱ ግን ተዳልዩ ኣሎ ማለት እዩ ሕጂ እቲ ንዓና ሓኒቑ ሒዙና ዘሎ ናይ ኢትዮጵያ ኩነታት ድዩ ናይ ኣሜሪካ ማዕቀብ ድዩ እንድሕር ተላዒሉ ኩሉ ነገር ካልእ እንታይ ተዓዚበ ሃገረ ሰባት ከይደ ኣብ ሃገረ ሰብ ሕጂ ቀደም ኣነ ብጋዝ እየ ተማሂረ ኤለትርሲቲ ማይ ሕጂ ከኣ እንታይ ተወሲኪ ረኪበ ሽቃቅ ሕጂ ንኤሮጳውያን ሕማም ብፍላይ ኣብ ደይ ሰልጠኑ ሃገራት ተመሓላለፍ ሕማማት ረክስታት እዩ ደጥቅዓና እዚ ምስ ርስሓት ድመጽእ እዩ ናቶም እቲ ናቶም ጥዕና ወይ ዕድመ ክውስኽ ድኸኣለ ነቲ ረሳሕ ፈሳሲ መንገዲ ምስ ከፈትሉ ማይ ኢድካ መሕጸቢ ምስ ተገብረ እዩ ሕጂ እሱ ውን ኣብ ሃገረ ሰባትሲ ሓሲበ ይፈልጥ ኔብታ ዓዲ ክትኣቱ ከለኻሲ ዓዲ ኩስቶ ኩስቶ ካብ ደገ ቀልቀል ምውጻእ ነጻ ድብል ታቤላታት ትርኢ እንድሕሪ ሽቓቕ ወይ ደሊኹም ሕተቱና ገለ ዝብል ሕጂ እቲ ሃገረ ሰባት ብምሉኡ ሽቓቕ ኣለዎ ኤለትሪትሲቲ ኣለዎ ማይ ኣለዎ እስኻትኩም ሕጂ ዘይትዕዘቦ ቀደም ስጋዕ ክልተ ሽሕን ትሽዓተን ድመጽኣ ኩሉ ቦሎፎን ናህና እንድሕር ርኢኻዮ ብፍላይ ምሸት ናይ ሃመማ ፓርኪንግ እዩ በቃ ቀትሪ ሹሽ ክትብሎም ኢኻ ትውዕል ኣይደን ነው ኣርኪብኩም ነርኩም መርዓ ክትበልዕ ከለኻ ምስኦም ኢኻ ትሳተፎ ዝመግቢ ሕጂ ሃመማ የለን ንምንታይ እዩ እዚ ሕጂ እቲ ጽሬት እዩ ዘጥፍኦ ዘሎ እንድሕሪ እቲ ሃመማ ጠፊኡ እቲ ርስሓት እንድሕሪ ጠፊኡ ከኣ ጥዕና እዩ ዝመጽእ እዚ ውን ሕጂ ሰብ ዘየስተውዕለሉ ነገር ግን ኩሉ ግዜ ዓይንኻ ከፊትካ ናእሽቱ ናእሽቱ እንድሕሪ ርኢኻ ብዙሕ ነገራት ኢኻ ትርኢ እዚ ሕጂ ዓቢ እዩ ኣብ ናይ ጥዕና ሽቓቕ ምህላው ማለት ማይ ምህላው ማለት ናይ ሰባት ጥዕና ተማሓይሹ ማለት እዩ። ብጀካ እቲ ናይ ብገፊሑ ሕክምና ምህላው፣ ብገፊሑ ትምህርቲ ምህላው፣ ብገፊሑ እቲ ንቕሓት ብሬድዮ ብገለ ኣብ ልዕሊ ምዃኑ ግን እቲ ድዓበየ እዘን ሰለስተ እየን ማለት እዩ። ኣብ ልዕሊኡ ኒውትሪሽን ማለት እዩ እቲ ንሰብ ዝቕይሮ። ሕጂ እዚ እታ እዚ እታት ክትርኢ ከለኻ ተስፋታት ኣሎ። እዚ እኮ ኣብ ካልኦት ኣፍሪቃ ሃገራት የለን። ኣነ ታንዛንያ ከይደ ነይረ ከምኡ ኣይትርእን ኢኻ። ስለዚ ብዙሕ ነገራት ኣሎ ንሕና ደይነስተውዕለሉ ከምዚ ዝበልኩኻ እቶም ክልተ ዓሳ ኣብቲ ማይ ዝነበሩ ናይ ማይ እንታይነት ኣይፈልጡን እዮም ምኽንያቱ ኩሉ ግዜ ዝርእይዎ ጸገም ኣጋጢሞም ኣይፈልጥን ጸገም የብልናን ዘይኮነሲ እቲ ንኣሽቱ ንኣሽቱ ነገራት ክግበር ከሎ ቀስ ኢሉ ስለ ዝኸይድ ኣይንሪኦን ኢና ካብ ደገ እንድሕር መጺእካ ግን ልክዕ ወዲ ክልተ ዓመት እንድሕር ገዲፈካ ሕጂ ሰብኣይ ኮንካ ጸኒሕካኒ ኣለኻ ትፍልልይና ኣይረኣን እዩ ንዓኻ ከይረኣየካ ክእል እዩ። ጽቡቅ ጽቡቅ ዶክተር እታ ቀንዲ ዘምጻታ ምዛ ዝደየብኩማ ነዚኣ ኣይንፈላለ እቲ ሓድነት ስምረት ንኩሉ ዓሊምኩም ዝደየብኩሞ ኪሊማንጃሮ እንድዩ ሕጂ ዝያዳ ኣስፋሕ ኣቢልካ ትገልጾ ጸኒሕካ ዝህሉ ኩነታት ሓንቲ ግን ሽዑ ትንክፍ ኣቢልካያ ጥራይ እታ ዝደየብኩማሲ ቀላል ምትመስል ንኪሊማንጀሮስ ከም ናይ ሓደ መዓልቲ ደየብኩማያ ኣምሲልካያ እሞ ሓደ መዓልቲ ጥራይ ድዩ ወሲዱልኩም ኣደያይባ ከመይ ድዩ ነይሩ? ቀዳማይ ነገር እቲ ምድላው ንነብሱ ኣዋርሕ እዩ ዝወስደልካ እቲ ትገዝኦ ክዳውንቲ ጫማ ሙርኩስ መዓት ነገራት ኢኻ ትገዝእ ድሕሪኡ እቶም ባዕልኻ ትም ኢልካ ኣይኮንካን ትኸይድ ናይ ቱሪዝም ካምፓኒስ ኣለዉ ንኣቶም ኢኻ ትረኽቦም እሳቶም እዮም ኣሬንጅ ዝገብሩልካ ኣብኡ ምስ ከድካ ሕጂ በይንኻ ክትድይብ ኣይፍቀደልካን እዩ ምኽንያቱ ብሂወት ኣይትምለስን ኢኻ እወ እቲ መንገዲ እቶም ሪስክ ክንወስድ ኢና ዝብሉ ኣብ ውሽጢ ሓሙሽተ መዓልቲ ክውድእዎ ይኽእሉ እዮም ግን እቲ ኣብቲ ጫፍ ናይ ብጻሕካ ዕድል ብጣዕሚ እዩ ዝቕንስ እቲ ዝኸፍኣ ብኡ እንታይ እዩ እቲ ናይ ብራኸ ሕማም ወይ ከኣ ኣቲቲዩድ ሲክነስ ዝብልዎ እዩ ቀስ ኢልካ እንድሕር ከድካ ግን እንዳተለማመድካ ኢኻ ትኸይድ ንዓና ሸውዓተ መዓልቲ እዩ ወሲዱልና። ሸውዓተ መዓልቲ ትኸይድ እቶ ሸውዓተ መዓልቲ ይወስድ ግን ንሓደ ሰብ ሰለስተ ወይ ኣርባዕተ ሓገዝቲ ኣለውኻ ሕጂ ኣነ ወደይ ካልኦት ከኣ ሓደ ሓኪም ምስ ዓርኩ ሓደ ከኣ ጎረቤተይ ሓሙሽተ ኢና ኔርና እታ ሓንቲ ጉሩፕ ብጉሩፕ ኢኻ ትኸይድ ንበይነይ ክኸይድ እንድሕር ኢልካ እውን እዳልውልካ እዮም በይንኻ ኣርባዕተ ሓገዝቲ እውካ ማለት እዩ ንሓሙሽተ ኢና ሕጂ ዓሰርተ ትሽዓተ ሓገዝቲ እዮም ነይሮምና። ንነብሲ ወከፍና ሰለስተ ኣቑሑትካ ተሸኪሞም ዝኸዱ ማለት እዩ። ቴንዳኻ፣ እቲ ትድቅሰሉ ስሊፒንግ ባግ፣ እቲ ክዳውንቲ እውን ምስቲ ክላይመት ትቕይሮ፣ ሕጂ ብብዙሕ ሓገዝ ኢኻ ትድይቦ እምበር፣ ተኸቢብካ ኢኻ ትኸይድ። ሕጂ እንታይ እዮም ዝገብሩ፣ እቶም ተሸኪሞም ዝኸዱ ቅድሜኻ ሓሊፎም እቲ ካምፕ ትገብረሉ ቦታ ኣሎ ኣዳልዮም ኢልካ ትብለኒ። ኣብኡ ከይዶም እቲ መግቢ ትበልዓሉ ዕብይ ዝበለ ቴንዳ እቲ ትድቅሰሉ ኩሉ ኣዳልዮም እዮም ዝጸንሑኻ መግቢ ገለ ተኸሺኑ እዩ ዝጸንሓካ ንስኻ መጺእካ ክዳ እተን ቁሩብ ኣብ ባክፓክ ትሽከመን ሒ ድርብይ ኣቢልካ ኣብታ ቤት መግቢ ከድካ ትበልዕ ደሓር ቁድብ you know እቲ ጸሓይ ዕራርቦ እንጆይ ትገብሮ ማለት እዩ እቲ ጎቦታት እቲ ኣብኡ ኮንካ ትርእዮ እቲ ተፈጥሮ እቲ ላንድስኬፕ ወይ ከኣ እቲ ጎቦታት እቲ መልክኣ ምድሪ ብጣዕሚ እዩ ድመስጠካ ጸሓይ ዕርብ ምስ በለ እቲ ጽልማተ ናይቲ ቦታ ከምኡ ዓይነት ምጽልማት ኣብ ሂወትካ ርኢኻ ኣይትፈልጥን ኢኻ ኣብ ሰማይ ክንድኡ ዓይነት ኮኾብ ርኢኻ ኣይትፈልጥን ኢኻ፣ ኣብዚ ኮኾብ ንርኢና እሞሽ የለውን፣ ኣብኡ ኮንካ እቲ ኮኾብ ክትሪኦ ከለኻሲ ብጣዕሚ እዩ ዝገርመካ፣ ደሓር ትድቅስ ንጎት ትስእ ሻወር ኣይትወስድን ኢኻ ማይ የለን ጥራሕ ማይ ኣውዕዮም ህቡኻ ብሽጎማኖ ጌርካ እቲ you know ድርህጽ ዘበለ ኣካላትካ ድርዝ ድርዝ ተብሎ ገጽካ ትሕጸብ ቁርሲ ሂቡኻ ካብኡ ትኸይድ ማለት እዩ። ኣብ መንገዲ ትም ኢልካ ስናክ ወይ ከኣ ጠዓሞት ሒዝካ ትኸይድ ኢኻ፣ ተዕርፍ ኢኻ። ግን እቲ መንገዲ ቀስ ኢልካ ኢኻ ትኸዶ። ዝበዝሕ እቲ መንገዲ ከምዚ ዘገምታዊ ክስታይ እዩ። እንዳ እንዳለዓለ እንዳለዓለ ዝኸይድ። ሓሓሊፍካ ኣጻድፍ ትረክብ ኢኻ። ትተሓጋገዝ ኢኻ፣ እሳቶም ኣለዉ ከይትወድቕ ገለ ከይትጉዳእ። እታ ድኸፍእት ክፋል ናታ ደብረ ቢዘን ደይብካ ትፈልጥ? ኣይደብኳን።
ኣወ ፈትና
ደብረ ቢዘን ሓያ ድያ ክትድይባ ግን እታ ናይ መጨረሻ ትኹሎ እያ በቃ። ምንቃራብሲ ላዕሊ እዩ። በቃ ከምዚ ኢልካ ኢኻ ትኸይድ። ሕጂ እንታይ እያ እሳ ቀትሪ ብጸሓይ ክትድይቦ ኣይትኽእልን ኢኻ። ሰዓት ዓሰርተ ወይ ሰዓት ዓሰርተ ሓደ ምሸት ብላፓን ኢና ኢኻ እቲ መንገዲ ትጅምሮ። ሙሉእ ለይቲ ኪድ ሓዲርካ ሸውዓተ ሸሞንተ ሰዓት ጸሓይ ብርቅ ክትብል ከላ ካብቲ ጥርዚ ትበጽሕ። ኩሉ ሰብ ከኣ እታ ጸሓይ በርቂ ብኣ ክሪኣ'ዩ ዝደሊ። ደሓር ኣብታ ኡሁሩ ፒክ ትብል ኣላ ሓሙሽተ ሚእትን ሓሙሽተ ሽሕን ሰማንያን ገለን ሜተር ልዕሊ ጽፍሒ ባሕሪ ይብለካ። ናብኣ ኬድካ ሽኡ ትሰኣል። ኣብ ውሽጢ ፍርቂ ሰዓት ክትወርድ ኣለካ ምኽንያቱ ሓደ ቀደም እቲ ጎቦ ብሙሉኡ ብበረድ ተሸፈነ እዩ ነይሩ ሕጂ ምስዚ ናይ ክሌማ እንዳ ከደ ኣብኡ ግን እንታይ ትርኢ መስለካ ጎቦታት ኣሎ ናይ በረድ ገና ኣይተወደእን ዘሎ እወ እቲ ቁሪ ትሕቲ ዓሰርተ ሓሙሽተ ዲግሪ ሰንትግሬድ ትሕቲ ባዶ እዩ። ብጣዕሚ ድቆር እቲ ክዳውንቲ እቲ ክትከይድ ከለኻ ማይ ተሸኪምካ ትኸይድ ኢኻ ብጎማ ጽቡቅ ጌርካ እንድሕሪ ደይሸፈንካዮ ኣብ መንገዲ ከለኻ ኢቲ ማይ ናብ በረድ ድቅየር ክትሰትዮ ኣይትኽእልን ኢኻ ሕጅስ ውን ጥንቃቀ ኣለዎ ኩሉ ክስታይ እንድዩ ሕጂ ሓደ እቲ ዛሕሊ ነዊሕ ኣየጽንሓካን ኢዩ ካልኣይ እቲ ጻዕቂ ናይ ኦክስጅን ኣብዚ ከለና ሕጂ ኣብ ኣስመራ ንበል ሚእቲ ካብ ሚእቲ እንድሕር ኮይኑ እቲ ላዕሊ ምስ በጻሕካ ኣርብዓን ሸውዓተን ካብ ሚእቲ ኢዩ ሕጂ ቀስ ኢልካ ኣብቲ ስእሊ እንድሕር ርኢኻዮ ቀስ ኢልካ እንዳኸድካ ከለኻ እቲ ሰብ እንድሕር ርኢኻዮ ግን ልክዕ ከም ዝትጎዩ ዘለኻ ኢኻ ትልህልህ ምኽንያቱ ትፋስ ሓጽር ያ ውሑድ እዩ እቲ ኦክሲጅን እቲ ክስታይ ዝገብሮ ብምንታይ ኢኻ ብምልህራህ ኢኻ ክስታይ ትገብሮ ምስ ግዜ ሽኡ ነብስኻ እንዳለመዶ እንዳለመዶ ይኸይድ ወደይ መጠነኛ ናይ ብራኸ ሕማም ኣጋጢምዎ ነይሩ ዳርጋ ስኑ ነኪሱ እዩ ወዲእዎ። እቲ ናይ መጨረሻ ኣነን እታ ጋይድ እታ ካብቶም መራሕቲ ምሳና ዝነበሩ እንዳሓገዝና እንዳደፋእና ኢና ኣብጺሕናዮ። ምስ ወረድና እንዳበኹኸ ወዲኤዮ ኢሉኒ። ግን ሓቦ ገይሩ ምስ ወድኦ ብጣዕሚ ተሓጒሱ። እምበር ቀሊል መንገዲ ኣይኮነን። ኣይኮነን። እወኒ።

ሓርነት ወይ ናጽነት ማለት እዩ። ፒክ ከኣ ፒክ እዩ ሕጂ እታ ቦታ ታይ ማለት እያ ናይ ሓርነት ጥርዚ ማለት እዩ በጺሕካ ኣለኻ። ያ ሕጂ እቲ ባንዴራ ክትገብር ከለኻ ሲ ንዓና ውን እታ ባንዴራና ናይ ሓርነትና ጥርዚ እንድያ ኣብኡ ኮንካ ክትስኣለላ ከለኻ ከኣ ሲ ክብሪ ኣለዎ ነታ ባንዴራ ማለት እዩ ከምኣ ጌርና ከኣ ተሳኢልና ማለት እዩ። እ ሕጂ እቲ ብራኸ ብ ፊት ዳርጋ ን ዕስራ ሽሕ ፊት ተቅርብ ብ ሜተር ክትሪኦ ከለካ ከኣ ካብ ሽዱሽተ ሽሕ ሲ ናይ ኩዕሶ ሜዳ እያ ትሓጽር እምበር ዳርጋ ሽዱሽተ ሽሕ ማለት እዩ ኣስመራ ሕጂ ክልተ ሽሕን ሰለስተ ሚእትን ኢና ዘለና ኣብ ኣስመራ ከማን ክትጎይ ክትጎይ ከለካ ስትንፋስ ይሓጽረካ እዩ እዚኦም ካብ ኢትዮጵያ ኬንያ ኤርትራ ድመጹ ኣትሌትስ እቲ ሓደ ናቶም ረብሓ ኣብ ውሑድ ኦክሲጅን እዮም እቲ ናቶም ልምምድ ድገብሩ እዚ እንታይ ይገብር ነቲ ናይ ቀያሕቲ ናይ ደም ዋህዮታት ዝያዳ ዋሕዲ ናይ ኦክሲጅን ስለ ደሎ ሰውነትና ዝያዳ እሶም እንድዮም ነቲ ኦክሲጅን ዝስከምዎ ሕጂ ከምኡ ዝያዳ ኣለዎም ማለት እዩ ካብቶም ካልኦት ኣትሌትስ ትጎዪ ከለኻ ብዙሕ ኦክሲጅን እዩ ዘድልየካ ናቶም ናይቶም ቀያሕቲ ዋህዮታት ብዝሒ እንድሕር ኣልዩካ ረብሓ ኣለካ ማለት እዩ። ንኣብነት እዚ ናይ ቱር ዲ ፍራንስ መን እዩ ሽሙ እቲ ቻምፕዮን ዝነበረ ንነዊሕ ታዲ ግዜ ፖካቻ ኖ ኣይ፣ ናይ ቀደም ናይ ላንስ ቀ- ኣርምስትሮንግ ኖ እዚ ኣሜሪካዊ መን እዩ ሽሙ እዚ ላንስ ኣርምስትሮንግ ዋላ እቲ ናይ ቀደም ኣርምስትሮንግ ኣርምስትሮንግ ኣርምስትሮ- ኣርስ- ኣርምስትሮንግ እንታይ ዝገብር ነይሩ መስለካ ደሙ የውጽኦ እሞ ይዕቅቦ ኣብቲ ግዜ ስፖርት የእትዎ ማለት እዩ ሕጂ ብተዘዋዋሪ መንገዲ እቶም ናህና ኣትሌትስ ብተፈጥሮ ዝረኽብዎ ብኸምኡ እዩ ብዙሕ ግዜ ዝዕወት ነይሩ ብኡ ይኸኣ ዲስኳሊፋይ ኮይኑ እወ ድራግ ኣይኮነን ዝወስድ ነይሩ ደሙ ውጽኡ ይዕቅቦ ድሓር ይመልሶ ነይሩ ሕጂ እሱ ሲ እቲ ብራኸ ናይ ኣስመራስ ሰለስተ ዕጽፊ ማለት እዩ። ካብ እቲ ናይ ኦክስጅን መጠን ከኣ ብምሳሌ እንድሕር ወሲድናዮ እቲ ጻዕቂ ናይ ኦክስጅን ኣብዚ ክልተ ሳንቡእካ ሙሉእ ሰርሕ እንድሕር ኣልዩ ኣብኡ ግን ክልቲኤን ሳንቡእካ ተሓዋዊሰን ኣርብዓን ሸውዓተን ካብ ሚእቲ እዩ ድመጽእ ማለት እዩ። ሕጂ ክልቲኡ ሳንቡእካ እንዳጸዓረስ ዳርጋ እዚኣ ሓንቲ ጥራይ ይሰርሕ። እወ ትሕቲ ፍርቂ ሳንቡእ ክሰርሖ ክልቲኡ ተኣኪቡስ ናይ ፍርቂ ሳንቡእ ስራሕ እዩ ዝሰርሕ ማለት እዩ። ብኡ እዩ ከኣ እቲ ከቢድ ዝገብሮ እቲ ናይ ኦክሲጅን ሕጽረት እዩ። እምበር እቲ መንገዲ ከም መንገዲ ኣህላኽ እይኮነን። ማእከላይ ብቕዓት እንድሕር ኣልዩኳ ፍሉይ ምድላውሰ ኣየድልዮን እዩ። ኣርባዕተ ቀስ ኢልካ ኢኻ ትኸይድ፣ ካብ ሓሙሽተ ስጋዕ ሸውዓተ ሰዓት ንመዓልቲ ኢኻ ትኸይድ። እቲ ብራኸ እዩ ዝያዳ ሓደገኛ። እቲ ብራኸ እቲ ናይ ኦክስጅን መጠን እዩ እቲ ቀንዲ ሓደገኛ ዝገብሮን ከቢድ ዝገብሮን ነቲ መንገዲ። ኣብ ዝሓለፈ ዳርጋ ናብ ዒስራ ዓመት ዝኸውን ኩሉ ዓይነት ዳርጋ ምሉ ማለት ብዙሓት ስፖርት ምጉያይ፣ ብሽክለታ ምሕንባስ፣ ሕጂ ከኣ ስካይ ዳይቪን ንባዕሉ እውን ጎቦ ምሕኳር እውን ሓደ ዓይነት ስፖርት እዩ እናበልና ክንብሎ ኣብዚ ዝቕጽል ዘሎ ዓመታት ካልእ ሓድሽ ክትፍትን ትሓስብ ዲኻ?
ሓደ ነገር ወሲነ ነይረ ኣብዚ ዝሓለፈ ዲሰምበር ማለት እዩ። ሕጂ እቲ ኣርብዓን ክልተን ኪሎሜተር ማራቶን እዩ። ዝኾነ ይኹን ካብኡ ንላዕሊ እንድሕር ጎይኻ ግን ኣልትራ ማራቶን እዩ ዝበሃል። ሕጂ ናይ ሓምሳ ኪሎሜተር ኣልትራ ማራቶን ኣሎ። ናይ ሓምሳ ማይል ወይ ከኣ ስሳን ኣርባዕተን ነጥቢ ገለመለ፣ ኪሎሜተር ኣልትራ ማራቶን ኣሎ ናይ ሚእቲ ኪሎሜተር ኣሎ ናይ ሚእቲ ማይል ከኣ ኣሎ ሕጂ ምሳይ ኢንፋክት ኣነ ንዓይ ርእዩ ማራቶን ዝጀመረ ወዲ ወዲ ፓኪስታን እዩ ሕጂ ሚእቲ ማይል ይጎዪ ኣሎ ሰላሳን ሽዱሽተን ሰዓት እየን ዝወሃባኻ ለይትን መዓልትን ኢኻ ትጎዪ ትድቅስን ኢኻ ብዘይ ዕረፍቲ። ኣብ ውሽጢ ሰላሳን ሽዱሽተን ሰዓት ስጋዕ ዝወዳእካዮ ጽቡቅ እዩ ግን ክንደይ ግዜ እዩ እሱ ክስታይ ኮይኑ ይጅምር ኣብ ኣርብዓ ማይል ምስ በጽሕ ወይ ስሳ ኪሎሜተር ሓሚም ይገድፎ ተማዊቱ ግን ሕጂ ክልተ ሰለስተ ግዜ ወዲእዎ ኣሎ ማለት እዩ ኣነ ቀቅድሚ ምምጸይ እታ ናይ ሓምሳ ማይል ወይ ከኣ ስሳን ኣርባዕተን ኪሎሜተር ክገብራ መዲበ ነይረ ግን እቲ ናይ ምልምማድ ግዜ ሓጺሩኒ ማለት እዩ ምናልባት እንድሕር ገይረ ኣብ ሳውዝ ኣፍሪቃ ኣሎ ክልተ ከምኡ ካብ ክልቲኡ ሓደ ክገብሮ ይትስፎ ግን ቁሩብ ኣንውሕ ኣቢልካ ድካኣል እዩ ዋላ ሓንቲ ከቢድ ከቢድ ኣይኮነን እንድሕር ተለማሚድካ ግዜ ወሲድካ ሰውነትና እቲ ዘገርም ነገር ዝኾነ ይኹን በዳሂ ነገር እንድሕር ሂብካዮ ይለምዶ እዩ ይለምዶ እዩ ካብቲ ዝሓሰብካዮ ንላዕሊ እዩ ዝሰርሕ ግን ግዜኻ ወሲድካ ብዝግባእ ከኣ እቲ ዘድልየካ ንኣብነት ሕጂ ክጎዪ ከለኹ ማራቶን ክትጎዪ ከለኻ ናይ ጨው ክንደይ ጨው ተጥፍእ ክንደይ ማይ ትርህጽ ምርመራ ትገብር ኢኻ ኩሉ ሰብ ኣይገብሮን ኣነ ገይረ ነይረ ነዚ ኣይረን ማን ክብል ደሓር እዚ እቲ ናትካ ቫይታሊቲ ወይ ከኣ እቲ ብቕዓት ቪኦቶማክስ ዝበሃል ኣሎ ክንደይ ኦክስጅን ትውድእ ኣብ ደቒቕ እዚኢታት ኩሉ ይገብሩልካ እዮም ሕጂ ኣብ ኮሙኡ ማራቶን ክጎዪ ከለኩ ሕጂ ኣብ ሰዓት ሓደ ሊትሮ ማይ ክሰቲ ኣለኒ ጨው ኣሎ ሓሙሽተ ሚእቲ ሚሊ ግራም ጨው ከም ምስቲ ማይ ተሓዊሱ ገዚእካ ኢኻ ከምዚ ኦኣርኤስ ማለት እዩ እሱ ከዓ ኣብ ኣብ ሰዓት ኣብ ሰዓት ሓንቲ ከምኡ ሓሙሽተ ሚእቲ ክወስድ ኣለኒ። ካልእ እዚ ካርቦሃይድሬት ወይ ከኣ እቲ ኒውትሪሽን ብከምዚ ጀሊ ዝመጽእ ትመጽዮ እቲ ካሎሪ ክትክኦ ኣለካ ተቃጽል ስለ ዘለኻ። ሕጂ ንብዙሓት ሰባት ኣክቹዋሊ እታ ነዞም ጎየይቲታት ጸቢቓ ትሕግዞም እታ ማይኒ እታ ORS እያ። ክንጎዪ ከለና ንርህጽ ኢና። ክትርህጽ ከለኻ ምስኡ ጨው ወይ ከኣ ሶድየም ትወጽእ ኢኻ። ንሓንሳብ ምስ ወዳእኩ ጉያ እዚ ገጸይ ጻዕዳ ጨው እዩ ዝኸውን። ሕጂ እቲ ጨው እንታይ ዝሕግዝ መስለካ? እቲ ጭዋታትና ክኮማተር ከሎ ንኡኡ ከም ዝኮማተር ዝገብሮ እቲ ሶድየም ኤን ፖታስየም ዝበሃል ንጥረ ነገራት እዩ። እሱ ሕጂ እቲ ፖታሲየም እንድሕሪ እንዳወጸ ከይዱ ኣብ ክንዲ ነቲ ግሉኮዝ ኣዝዩ ብዙሕ ካሎሪ ብዙሕ ሓይሊ ከም ድህበና ድገብሮ ናብ ክልተ ጥራሕ ተሰቢሩ እቲ ላክቲክ ኣሲድ ድበሃል ከም ድፍጠር ይኸውን ኣብቲ ጭዋዳታት እሱ ሕጂ ኣሲድ እዩ ሕጂ እንታይ ይኸውን እዚ ማስል ክራምፕ ንብሎ ብኸምኡ እዩ ድመጽእ። ሕጂ እሱ እንድሕሪ ከየጋጥመካ ኮይኑ ሓደ እቲ ትሰትዮ እቲ ዝወጸ ማይ ክትትክኦ ኣለካ ካልኣይ ጨው ክትወስድ ኣለካ ጨው ብ ከምቲ ፓኬጅ ዝኾነ ወይ ዘይኮነሲ ተወሰነ ኣብ ማይ ሓዊስካ ክትሰትዮ ትኽእል ኢኻ ORS እንድሕሪ ረኺብካ እሱ ሕጂ እኹል እዩ ሕጂ ኣብ ተወሰነ ብተወሰነ ግዜ እቲ ዝጠፍእ ክትትክኦ ኣለካ እሱ እንድሕሪ ጌርካ ምስ ወዳእካ ውን እቲ ቁስሊ ኣይስምዓካን እዩ። ወይ ይቕንሶ እዩ ነቲ እወ ቁስለት ናይ ሰውነት ማለት እዩ። እና እሱኢታት እዩ እቲ እኹ ቀንዲ ቀሊል ዝገብሮ ክትመሃሮ ኣለካ ክትፈልጦ ኣለካ ሰብ ክነግረካ ኣለዎ እህ ወይ ከተንብብ ኣለካ ወይ ከኣ ኣብ ዩቲብ ሎሚ መዓት ነገራት እዩ ዘሎ እቲ እህ ዩቲብ ዝበሃል ወይ ከጥፍኣካ ይኽእል እዩ ወይ ከኣ ከም ዩኒቨርሲቲ ብዙሕ ነገር ክምህረካ ይኽእል እዩ ከከም ተጠቐምካሉ እዩ። ጽቡቕ ዶክተር ኣብ ቀጻሊ ምናልባት ተራኺብና ሓደ ፍሉይ ነገር ጌርካ ክትምለስ ከኣ ተስፋ ንገብር። እሞ ካብ ስፖርትሲ እንታይ ከሲብካ? ብኡ መጠን ከኣ ትሕልፎ መልእኽቲ ምስ ስፖርትሲ ኩሉ ጥቕሚ ኣለዎኒ ጥራይ ኢና ንብል፣ እንታይ ከሲብካ ግን እስኻ ጥቕምታትሲ ፍልይ ብዝበለ ክትገልጸልና? እወ እንታይ ድዩ እቲ ዝዓበየ ናይ ስፖርት ጥቕሚ ጥዕና እዩ። ኣነ ጥዕናይ ሕጂ ምሉእ እዩ። ኣብ ተወሰነ ግዜ ዳርጋ ናብ ሽኮርያ ክህልወኒሲ ፕሪዳያቤቲስ ተባሂለ ቀሪበ ነይረ። እዚ ምስ ጀመርኩ ካልእ እውን ኣሎ፣ መግቢ እውን ክትጥንቀቕ ኣለካ፣ እቲ ትበልዖም መግቢ ክትፈልጥ ኣለካ። እሱ ሕጂ መሊሰዮ ኖርማል ኮይነ ማለት እዩ። ሕጂ ዋላ እዞም ሽኮር ዘለዎም ከምኡ እውን ናብ ሽኮር እተቓረቡ እውን ብጣዕሚ ሓጋዚ እዩ። ሓደ እቲ ዝዓበየ ረብሓ ናብ ጥዕናኻ እዩ። ካልኣይ ኣብዚ ምስ መጻእኩ ሕጂ ደህውኽ ነገር እንተደይረኺበ ጎዳይፍ እንድሕር ኢልካኒ ብእግረይ እየ ዝኸይድ ዝድበልኩኻ ወፂኤ ካብ ኣስመራ ምፅእ ምስ በልኩ ሓሙስ ኣትየ ኣብዚ ዓርቢ ኣዕሪፈ ቀዳም ብእግረይ ከይደ ሰላሳን ኣርባዕተን ኪሎሜትር ኣርባዕተ ሰዓትን ገለ ወሲዱለይ ቀስ እንዳልኩ ገዛና ኣትየዮም ኣይኣመኑን ከማን ኣይፈለጡን ነይሮም ከም ዝመጽእ ሕጂ እቲ ጫማ እዚ ቀይሕ ሓመድ ሓጺብናዮ ከማን ምኻድ ኣብዩ እሲ እሱ ሕጂ ሲ እቲ ዝዓበየ ጸጋ እዩ ኣብ ናተይ ዕድመ ሰብ ክትለዓል ከላ ወይ ተመርኲሳ ወይ ብምርኩስ እያ ትኸይድ ኣነ ግን ኣብዚ ግዜ እዚ ሲ ምስ መንእሰያት እወይ ኣለኹ ካብ እዚ ንላዕሊ እሞ እንታይ ኢኻ ክስታይ ክትገብር ንኹሉ ሰብ ከኣ ከምኡ እየ ትምነየሉ ግን ካብታ ኮፍ ዝበልናያ ሰድያ ብፍላይ ብፍላይ እቲ ኤክሰርሳይስ ጀሚርና እሞ ድህክ ክየካ ግዜ ሽዑ ኢኻ ነብስኻ ከተገድዶ ዘለካ ውጽእ ኢልካ ክልተ ሰለስተ ስጉምቲ ምስ ከድካ ኩሉ ነገር እዩ ዝቕየር ሕጂ ነቶም ስፖርት ክገብሩ ዝደልዩ እቲ ዓብዪ ረብሓ በቃ ነጻነት ህበካ እዩ ኣብ ዓለም እኮ እታ ዝበለጸት ናጽነት ምንቅስቓስ እያ ስንኩላትና እኮ ንብሎም ዘለና ስንኩላን እቲ ናቶም ናይ ምንቅስቓስ ነጻነት ስለ ተገደበ እዩ እቲ ዝዓበየ ህያብ ስጋዕቲ ዳሕራይ ዕድሜኻ ከም ድላይካ ናይ ዶክተር ናይዝጊ ኣብ ዩቲብ መጺኡ ነይሩ ወዲ ተስዓ ዓመት ኮይኑ ጎቦ ኬንያ ደይቦ ጎቦ ኬንያ ማለት ሕጂ እቲ ካልኣይ ድነውሐ ብራኸ ብ ኣፍሪቃ እዩ ኣብ ተስዓ ዓመት ድሓለፈ ነሓሰ ደይብዎ ተስዓ ዓመት መብዛሕትኦም መሳቱኡ ብሂወት የለውን እቶም ደለውን ካብ ዓራት ናብ መሬት ንምውራድ ከም ጎቦ ኬንያ ምድያብ እያ ንዕኦም። ሕጂሲ ናይ ዶክተር ናይዝጊ ዓይነት ናጽነት እምበር ኣልዩ ካብ ተስዓ ዓመት ዶክተር ናይዝጊ ክዛረብ ከሎ መዓልቲ መዓልቲ ብ ኬንያ ዓሰርተ ኪሎ ሜትር ዎክ ይገብር መን እዩ ትሪኦም እንዲኻ መንእሰያት በቃ ብ ታክሲ እንዲኻ ትባኣስ ካብዚኣ ካብዚኣ ንትራቮለሲ ኣነ ትራቮለ ታክሲ ከማን ኣይወስደሉን ማይተመን ኣይገለ ኩሉ እየ ብእግረይ እየ ኩሉ ዝበጽሖ። ሰዓት ዓሰርተ ሓደ ምሸት ምሸት ካብ ሆቴለይ ወጺኤ ኩላ ባሕቲ መስከረም በጺሐ ቅድሚ ምድቃሰይ ይምለስ። እዚ እዚ ዓቢ ጸጋ ናይ ናጽነት ናይ ምንቅስቃስ ናጽነት ትረክበሉ ጥዕና ትረክበሉ ስፖርት እዩ። ጉያ ከኣ እቲ ደሓሰረ ስፖርት እዩ። ጉያ እንተደይ ከኣልካ ከኣ ዎክ ግበር። ኣብዚ ትግደዱ ኢኩም ኣብ ወጻኢ መኪናካ ኣብ ጋራጅ ተእትዋ ክልተ ሰጉምቲ እያ ናብታ ሊቪንግ ሩም። ፓርክ ክትገብር ኣብ ስራሕ እታ ድቀረበት ክትረክብ ኢልካ ክትቃለስ ኣብ ስርሐ ኣብ ስራሕ ከለኹ ብቲ ሆስፒታል ሰለስተ ታወርስ ወይ ሰለስተ ህንጻ ኣለኦ እታ ሓንቲ ሸውዓተ እያ እታ ሓንቲ ሸሞንተ እታ ሓንቲ ትሽዓተ ደርቢ እየን ኤሌቬተር ወሲደ ይፈልጥ እንዳውም እቶም ኣዕሩኽተይ ኤሌቬተር ክፅበዩ ከለዉ እንታይ ትገብሩ ኣለኹም እዚ እኮ ናይ ስንኩላን እዩ ገለ እየ ዝብሎም ሕጂ ብዙሓት ስዒቦምኒ ድይቡ እንታይ ገብር እቲ እቲ ናይ ሕሙማት ክፍልታት ኣብ ኩሉ እንድዩ ተዘርጊሑ ዘሎ። በታ ዝለዓለት እየ ዝጅምር። ወጌረ ላዕሊ ምስ በጻሕኩ ግራቪቲ ራውንድ ኢና ንብሎ። ካብ ላዕሊ ንታሕቲ ብስሕበት ኢኻ ትወርድ። ከይደ እታ ናይ መጨረሻ ትሽዓተ ዘለዎ ሕሙማት እርኢ። ድሕሪኡ ሸሞንተ ድሕሪኡ ገለ እንዳልኩ እወርድ። እታ ሓንቲ ምስ ከድኩ እታ ዝለዓለት ደርቢ እኸይድ። ኣብ መዓልቲሲ ኩሉ ግዜ ዳርጋ ሰላሳ ሰላሳን ሓሙሽተን ደርቢ ደይበ እውዕል። እቲ ዎክ ትገብሮ ናተይ ጽቡቅ ኣጋጣሚ ኮይኑ ስራሕ እዪ ኣብ ኦፊስ ኮፍ ኢልካ ኣይኮንካን ትሰርሖ ኣብቲ ሆስፒታል ተዘርጊሖም ስለ ዘለዉ እቲ ሆስፒታል ከኣ ብዛዕባ ብጣዕሚ ዓቢ ስለ ዝኾነ ምንም ነገር እንተዘይ ገበርኩ ዳርጋ ዓሰርተ ዓሰርተ ሓደ ሽሕ ስጉምቲ ወሲደ ውዕል ማለት እዪ እዚ ሕጂ ኣስታት ሸውዓተ ሸሞንተ ኪሎ ሜተር ንመዓልቲ ማለት እዩ ኣብ ልዕሊኡ እዚ ኩሉ ደርብታት ገይረ ውዕል ማለት እዩ እዚ ሕጂ ዋላ ካልእ ስፖርት እንተዘይ ገበርኩ ውን እቲ መሰረታዊ ደድልዮን ሰውነተይ ምንቅስቓስ እገብር ኣለኹ። ትሽዓተ ወሪደ ኣይልህልህን እየ፣ በቃ ትም ኢልካ ኖርማል እዩ ንዓይ ማለት እዩ። እዚ ሕጂ ጸጋ እዩ፣ እቲ ክእለት ኣሎ ማለት እዩ ድላይካ ንኽትገብር። እዚ ከኣ ስጋዕቲ ብሂወት ዘለኹሲ ስጋዕቲ ናይ መጨረሻ ኮምኡ ኢለ ክጸንሕ እሞ፣ እቲ ድኸፍ እብ ዓለም ኣብ ሰብ ምጽባይ እዩ ወዲቅካ ኣልዑሉኒ ኣንብሩኒ ገለ ክትብል እቲ ድኸፍ እዩ ሕጂ እቲ ኣልዑሉኒ ኣንብሩኒ ትብሎ ሲ ተርሕቆ ማለት እዩ so ኮም እዩ ድሕግዝ ንኩሉ ሰብ ኩሎም እቶም ዝሰምዑ ውን ሲ ነዚ ተረዲኦም ብፍላይ ክንዓቢ ከለና ዘድልዩና ጭዋዳታት ናይ እግርና እዮም እዚ እንድሕር ሉዝ ጌርና ኢና ናብ ምርኩስ ንኣቱ፣ ካብ ምርኩስ ናብ ዊልቸር፣ ካብ ዊልቸር ናብ ዓራት፣ ድሕሪኡ ህይወት ትርጉም የብሉን። እዚ እንድሕር ዘይተንቀሳቐስካሉ ኣብ ዓመት ተወሰነ ፐርሰንት እንዳጎደለ እዩ ዝኸይድ። ኣብ መጨረሻ ምንቅስቓስ ይኽልክለካ ማለት እዩ። እንድሕር ተንቀሳቒስካ ግን ተዕቅቦ ኢኻ ማለት እዩ። ሕጂ እዚ ኢድካ ስጋዕ ትመውት ክትበልዕ ትኽእል ኢኻ፣ እግርኻ ግን ክትዕቅቦ ኣለካ፣ እቲ ጭዋዳ ክትንቀሳቐሰሉ ኣለካ ማለት እዩ። ብጣዕሚ ጽቡቕ መልእኽቲ እዩ ዶክተር ምስቲ ሕክምና ብምትእስሳር ኣዛሚድካ ትገልጽና ኣለኻ ኣዝዩ ሰሓቢ እዩ ኩሉ ሰብ ከዓ ክመሃረሉ ተስፋ ገብር ኣብ መወዳእታ ኣነ ኩሉ ሕቶዋተይ ወዲኤ እሞ ክትንከፍ ኣለዎ ትብሎ ክሓልፍ ኣለዎ ትብሎ ተወሳኺ መልእኽቲ ተልዩ ብኡ ክንዛዝም በቃ ከም ክንክልሶ እንድሕር ኮይና ኣብቲ ናይ ስፖርት ስፖርት ማለት ሞራል ጥዕና ናይ ምንቅስቓስ ናጽነት ማለት እዩ። ኩቡር ክኸውን የብሉን ከቢድ ክኸውን የብሉን ጉያ ዎክ ምግባርሲ መዓልታዊ ነብሲ ወከፍ ሰብ ብውሕድ ብውሕድ ኣርብዓን ሓሙሽተን ደቂቅ ስጋብ ሰዓት ክንገብሮ እንድሕር ክኢልና ብጣዕሚ ኣገዳሲ እዩ ማለት እዩ ካልኣይ ደቅና ምጽላው ብስፖርት ሃኒጽካ እንድሕር ኣዕቢኻዮም ብፍላይ ኣብ ደለናዮ ዓዲ ብዙሕ ነገራት እዩ ደሎ ድራግ ኣትው ገለ ኣትው እቲ ናይ ስፖርት ሞራል እንድሕር ሃልይዎም ግን ካብኡ የርሕቆም እዩ እዚ ካልእ እዩ እቲ ካልእ ኣብቲ ናይ ሰላም ኣብዚ ንርእዮ ዘለና ክንመጽእ ከለና ከኣ እቲ ሓድነት እዩ እቲ ደለና ሰላም ንክንዕቅብ ከይተፈላለና ኣይንፈላለ ኢልናስ ብሓንሳብ ክንነብርሲ ክንክእል ኣለና ናህና ኣብዚ ዘሎ ባህርሲ ኣብ ዓለም ዘይተራእየ ኣስላማይ ክስታናይ ካብ ኩሉ ኩርናዓት ናይታ ዓለም ናይቲ ናይቲ ሃገር ብድኾነ ይኹን ነገር ደይ ትዛረበሉ እንድሕር ሪኢኻ ኣብ ኤርትራ ጥራሕ እዩ እቲ እምበር እቲ ናይ ፍልልያት እኮ እቲ ዳይቨርሲቲ ኣሎ እዩ ከም ኩሉ ዓለም እቲ በቃ እሱ እቲ መልእኽቲ እሲ ኣርኣያ ክንከውን ኣለና ንደቅና ንሕና ኣሪግና ኢልና ተስፋ ክንቆርጽ የብልናን ኣብቲ ዘሎ ሰላምና እግዝኣብሄር ክዕቅበልና እሞ እቲ ንሓልሞ እታ ንሓስባ ኤርትራ ከኣ ጽባሕ ንግሆ ክትመጸልና እዚኢታት እዩ ክኸውን ይኸእ ደይከውን ነገር የለን ማለተይ ሲ ጸቢብ ኣነ ግዜ ደርጊ ዓሰርተ ሸውዓተ ዓመት ኣብዚ ነይረ ልክዕ ደርጊ ኣብ ስልጣን ምስ ወጸ እዋን እተኦተወ ሰዓት ሰዓት ሓሙሽተ ነይሩ ድሕሪ ሰዓት ሓሙሽተ ኣብ ጽርግያ እንድሕር ተረኺብካ ጥይት እያ ድሕሪኡ ተመሓይሹ ተባሂሉ ንተወሰነ ግዜ ሰዓት ሸውዓተ ጸሓይ ዕርብ ክትብል ከላ ገዛ ክትኣቱ ኣለካ። ድሕሪኡ ኣብ መጨረሻ ሰዓት ዓሰርተ ሓደ ገይሮሞ ስጋዕ ግዜ ናጽነት። ማንም ኤርትራዊ ኣብተን ዓሰርተ ሸውዓተ ዓመት ድነበረ እስኻትኩም ኣይነበርኩሞን። ኣስመራ ድሕሪ ሰዓት ዓሰርተ ሓደ ሪኡዋ ድፈልጥ ሰብ የለን። ምናልባት ፈዳይን እንድሕር ኮንካ ወይ ገለ ወይ ከኣ ከምዚ ገዛ ዘይብልካ ጽሉል ተኾንካ እንድልየ ኮይኑ ጥዑይ ሰብ ድሕሪ ዓሰርተ ሓደ ድሕሪ ሰዓት ዓሰርተ ሓደ ነስመራ ሪኤያ ድብል ሰብ የለን። ሕጂ ዕስራን ኣርባዕተን ሰዓት ንዘረሉ ኣለና ዓድና ካልእ እዚ መንገድታት ብ ገመድ ተሓጺሩ ሓጺን ሻሕሻሕ ድብል ጌሮም ስሕብ ኣብሉልካ የሰንብዱካ ተሻገር ይብሉካ ሕጂ ከም ልምዲ ካብ ሆስፒታል ክመጽእ ከለኩ እቲ ሰብ ትሪኦ ኢካ ድሕሪ ተወሰነ ግዜ ኣውቶማቲክ ይከውን ከይሓሰብካዮ ከምዚ ኢልካ ትመጽእ ሙሽ ትሰግር ደሓር ኣብቲኣ ምስ በጻሕካ ከኣ ኣላ ሓንቲ ናብዚ ትሰግር ዚግዛግ እንዳገበርና ንከተማ ንኣቱ ኔርና ድሕሪ ናጽነት እቲ ሓጹር ኩሉ ምስ ተላዕለ እቲ ሰብ ልክዕ ከምኡ ገበሩ ትሪኦም ሙሽ ርእሱ ትኽ ክሳይ ኢሎም ኮን ይመጹ ይሰግሩ ናብ ዘየብሉ እዚ እንታይ እዩ እቲ ፍርሓት እሞ ከምኡ ኢልካ ክትከይድ ከለካ ሸለብ ገለብ እንዳልካ ካላሽን ዝሓዘ ሰብ ኣብ ጥቃካ ኣሎ ቶግ እንድሕር ኢላ ናይ መጀመርያ ግዳይ እስኻ ምዃንካ እንዳፈለጥካ ከምዚ ተሓሊፉ እዚ እቲኦም እቲ ግዜ እቲ ድርኣና ብሂወት ደለና ንምስክሮ ኢና እቶም ሕጂ ድመጻኩምስ ይርኣኹሞን ዛንታ ዩ ንዓኻትኩም ግን ኮምኡ ተሓሊፉ ዩ ክንደይ ጸልማት ተሓሊፉ ዩ ሕጂ ብ ብርሃን በጺሕና ተሪፉና ደሎ ውሕድ ዩ ድሓልፍ ዩ እስይ ብ ሓቦ ብ ተስፋ ብ ስኒት እንድሕር ተጸቢና ኩሉ እቲ ንደልዮ ኩሉ እቲ ንሓስቦ ጽባሕ ንግሆ ኣብ ቀረባ'ዩ ዘሎ ማለተይ'የ። ኣብቲ ግዜ'ቲ ኣብ ቃኘውን ኣብ ሰላሳ ኣምስተኛ ኢና ንብሎ እዚ ሕጂ ሓሊበት ዘሎ መዓት ኲናት ክካየድ ከሎ ፍርቂ ለይቲ ትወጽእን ኢኻ ስራሕ ወዲእካ ሰዓት ሓደ ሰዓት ክልተ። ኢኻ ትወጽእ ሽዑ ብኣምቡላንስ እዮም ዘምጽኡና እቲ ከተማ ውን ጸልማት እዩ ኔሩ so ምናልባት ካብቶም ውሑዳት ነስመራ ለይቲ ድሪኣ ነበርኩ ብኣምቡላንስ ሓደ ካብቶም ውሑዳት ሰባት እየ ኔረ ማለት እዩ ብጀካ እቶም ሮንዳ ዝገብሩ ምሓሩ እንድዘይ ኮይኖም እምበር ከምኡ እዩ ኔሩ እቲ ዋላ ክትኣቱ ከለኻ ውን ብኣምቡላንስ ክትከይድ ከለኻ ስጋዕ ገዛኻ ትመጽ ትበጽሕ ደጋጥመካ ኣይትፈልጥን ኢኻ ኔርካ እና ከምዚ ዓይነት ግዜ ተሓሊፉ እዩ እቶም ሜዳ ድነበሩ ውን ካብኡ ዝከፍእ ዝረኣዩ እዮም ኩላህና ከም ኤርትራውያን ሲ በቲ ኮይኑ በትስ ሕማቅ ግዜ ኣሕሊፍና ኢና ኣትሊስት ሕጂ ግን ሰላም ኣለና ናጽነት ኣለና ሃገር ኣለና እዚ ይዓቅበልና ምክንያቱ ውሁብ ኣይኮነን ኢትስ ኖት ፈር ግራንትድ ኣይኮነን እንተ ዓቂብናዮ ጥራሕ እዩ ድዕቀብ። ኣብቲ እተዋጽኣ ገንዘብ ምናልባት ገሊኡ ሰብ ይጠራጠር ይኸውን እዩ። ብዝግባእ ኣብቲ መዓሉ ይበጽሕን እዩ፣ ናብ ካልእ ኸይድ እዩ ገለ ዝብል ይህሉ ነይሩ ክኸውን እዩ ኢለ እሓስብ እሞ ኣብቲ መዓሉ ምስ በጽሐስ ክምቲ ዝግባእ ሰርቲፊኬት ገለ ተዋሂብካ ኢኻ እሞ እሱ ኸኣ ከመይ ነይሩ? እወ ሕጂ እቲ እዛ ማሕበር ናህና እዛ ሓበን ኤሪ ትበሃል ማሕበር መብዛሕትኦም ሓካይም ፕሮፌሽናልስ ክስታይ ዝገበርዋ እያ ዶክተር ሃይለ እዩ ቸር ዝገብራ ዶክተር ሃይለ ከኣ ሽም ዘለዎ ሓኪም እዩ ብዙሕ ንኤርትራ ዝገበረ እዩ ከም ዶክተር ሃይለ ሰለስተ ኣርባዕተ ሰባት ኣለውና እንድዮም ዝያዳ ተድህልውናሲ ብዙሕ ነገር ምተገብረ እቲኣ ማሕበር ብወለንታ ትካየድ ኩላህና ግዜና ብነጻ ኢና ንህብ ማለት እዩ። እቲ እቲ እቲ እቲ ማሕበር ምስ ኤምባሲ ዝርርብ ተገይሩሉ እቲ ናቱ ገንዘብ ዝኣቱ ኣብዚ ናይ ስንኩላን ኣካውንት ብቐጥታ እዩ ዝመጽእ። ንኣብነት እቲ ዓሰርተ ሓሙሽተ ቅርሺ እንድሕር ተዋጺኡ እታ ዓሰርተ ቅርሺ ተኺላ እያ ትሓልፍ ሓሙሽተ ሳንቲም ከይተቖርጸት ኣብዚያ ትመጽእ። እሳቶም ከኣ ኣብ ዘለዎም ናቶም ኣካውንት ኣብ ዘድልዮም መዓላ ኣውዕልዎ። እቲ ከም ህያብ ዝወሃብ እታ ሓሙሽተ ቅርሺ ተኣኪባ ከኣ ካልእ ብዙሕ ነገራት ኣሎ። ኣብዚ ዘይትርኸቦ ተኣኪቡ ከከም ዘድልዮም ንኣብነት ወጻእተኛታት ፍልይ ዝበለ ናይ ሕክምና ጥበብ ዘለዎም ክመጹ እንድሕር ኮይኖም ብናትኩም ገንዘብ ኪዱ ኣብ ገንዘብኩም ኢልካ ክትሓቶም ኣሸጋሪ እዩ። ቮለንቲር እንድሕር ጌርኩም ትግዜኹም ሲ ዝክንሕግዝ ንኮሚኢታት ተባሂሉ ድእከብ ደሎ ገንዘብ እዩ እና እቲ ትራንስፓረንሲ ወይ ከኣ ግልጽነት ደለዎ ማሕበር እዩ ኣነ ክጎይ ከለኹ ሕጂ እቲ ገንዘብ ኣብ ናተይ ኣካውንት እይኮነን ድመጽእ ኔሩ እቲ ኣካውንት ነምበር ሂብናዮም እቶም ሰባት ብቀጥታ ናብቲ ናይቲ ማሕበር ኣካውንት እዮም ዝሰድዎ ኔሮም ካብኡ እቲ ገንዘብ ተኣኪቡ ከኣ ናብዚ ይመጽእ ማለት እዩ ሕጂ ግልጽነት ኣለዎ ደሓር ንምምሕዳር ተባሂሉ ትጠፍእ ሓንቲ ሓሙሽተ ሳንቲም የላን ምኽንያቱ ኩላህና ግዜና ሂብና ብነጻ ኢና ንሰርሕ ደለና ማለት እዩ እና ኣሎ ከም ድበልካዮ ድጠራጠር ሰብ ብዙሕ ኣሎ ናብ ካልእ መዓላ ይዶ እል ከምዚ ገለ ብሉ ኣብ ልዕሊኡ ኣብዚ ምስ መጻእኩ ምስቲ ናይ ስንኩላን ማሕበር ተዘራሪብና እውን እቲ ምርኽኻብ ምስ ገበርናዮ ኣብኡ ስእልታት ገይሮም ኣብቲ ናይ ዜና ናይ ቴሌቭዥን ድዩ ድምጺ ሓፋሽ እውን ወጺኡ ነይሩ። ሕጂሲ እቲ ማሕበር ብግልጺ ዝሰርሕ ንስንኩላን ጥራሕ ከኣ ዘገልግል እዩ። ናብ ካልኣይ ከይድኒ እቲ ገንዘብ እዚ ክፍለጥ ዘለዎ ነገር እዩ ማለት እዩ። ጽቡቕ ኣብቲ ናይ ደገፍ ትገብሮ ውድራት ከፊልካ ኢኻ ትወዳደር ኣብዚ ከ ኣብዚስ ምስ መራ ምስ መጻኻ ፈንቅል ባጽዕ ምስ ወረድካኸ? ከምኡ ዘሎ መሲሊካ ሓይትካ ኔርካ ዲካ ወላ። Well ምስ ከድኩ ከም ደየለ ፈሊጠ ምክንያቱ እንድሕር ክትከፍል ኮንካ ኣብኡ ቅድሚ ዋርሕ ኢካ ትከፍል ምክንያቱ ይመልእ እዩ ሕጂ ብቲ መጀመርያ እታ መእተዊት ፍልጥቲ እያ ነናይቱ ነናይቲ ከተምኡ ናይ Houston ቀደም ሚእትን ሰላሳን ነይሩ ሕጂ ሚእትን ስሳን ሓሙሽተን ገለ በጺሑ ኣሎ እንዳቀረበ ምስ ከደ እንዳወሰከ ይከይድ ኣብ ተወሰነ ግን ምስ መልኤ ክትኣቱ ኣይትክእልን ኢካ እዚ ኩፉት እዩ ነይሩ ንኹሉ ሰብ ነጻ እዩ ነይሩ ስለዚ ኣይሓተትኩን ድክፈል እንደድነብር እውን ትግዜ ምሓለፈኒ ነይሩ ማለት እዩ ከምኡ እንደትገብርዎ እውን ነቲ እንታይ እዩ ሕጂ ትገንዘብ ትኸፍሎ ምንታይ ድውዕል ኩሉ እቶም ደገልግሉኻ ብነጻ ኩን እምበር ድግዛእ ብዙሕ ነገራት ኣሎ ንኣብነት እዚ ማልያ እዚ ምስ ወዳእካ ብነጻ ኢኻ ትወስዶ እቲ ሜዳል ሰሪሖም ደዳልውልካ ብነጻ ኢኻ ትወስዶ ከፊልካሉ ኣለካ ካልእ ውን ንኣሽቱ ንኣሽቱ ህያባት ይህቡካ እዮም ናይቲ ማራቶን ስእሊ ደለዎ እዚ ናይ ቢራ መስተዪ ተፈላለየ ከተማ ነናቱ ህያብ ይህበካ እዩ ብዝዓበየ ግን እቲ እቶም ኦርጋናይዝ ዝገብርዎ በቲ ገንዘብ ትቦም እዮም ኩሉ ዝገብርዎ ማለት እዩ ኣብዚ ውን ከምኡ እንደ ዝገብርዎ ብዝያዳ ዝያዳ ኦርጋናይዝድ ወይ ከኣ ኮይኖም ኣድማዒ ስራሕ ምሰርሑ ነይሮም ኢለ ይሓስብ ግን ሕጂ ይጅመር ዘሎ ናይ ኣስመራ ማራቶን እኮ ካብ ሰለስተ ኣርባዕተ ግዜ እውን ኣይተጎየን ዘሎ ፈንቅል ክንደይ ግዜ ከምተገብረ ኣይፈልጥን እየ ንሓዋሩ ግን ብዙሕ ሰብ በቲ ናይ ወፃኢ ዘሎ ኤክስፖዠር ብሓደ ግዜ ክቕየር እዩ ከምኡ እንተትገብርዎ እቶት ምሃለዎም ሜዳልያ እቲ ቢፕ ትገለሲ ብቀሊሉ ክገብርዎ ምክኣል ነይሮም ሕጂ ብናይ መንግስቲ ክሳራ እዩ ዝግበር ዘሎ ወይ በቲ ናይቲ ኮምሽን ክሳራ እዩ ዝግበር ዘሎ። ራይ ዶክተር ኣብቲ ዘለካዮ ሞያ ውን ፍልይ ዝበለ ኣበርክቶ ከም ትገብር ገለስ ነጉሩና እዮም ኣብቲ ከባቢካ ብፍላይ ዘሎ ከመይ እዩ ትሰርሖ?
ዋል ናተይ ስፔሻሊቲ ከምቲ ቅድም ኢልና ተዛረብናሉ ኢንፌክሸስ ዲዝ እኳ ወይ ከኣ ረኽስታት ረኽስታት እዩ። ምሕካም እዩ። ፍልይ ድበለ ነገር የብሉን። ኸመይ እዩ ሕሙም ምስ መጸ እቶም ነቲ ሕሙም ደእትውዎ እቶም ኢንተርናል ሜድስን ድወድኡ ሆስፒታሊስት እዮም ድበሃሉ። ንሳቶም ሕጂ እቲ ዘለዎ እቲ ሕማም ረኽሲ እንድሕር ኮይኑ ንኽሕክምዎ ካብ ዓቕሞም ንላዕሊ እንድሕር ኮይኑ እዮም ዝጽውዑ ንማለት እዩ። ኣነ ኸኣ እቲ ደድልዮ ዝግባእ ሕክምና ይህብ። እቲ ስራሕ ኣህላኺ እዩ፣ ነዊሕ ሰዓታት ኢኻ ትሰርሕ። ካብኡ ዝተፈልየ ግን ካብ ናይ ከልኦት ሓኻይም ስራሕ ዝተፈልየ ኣይኮነን ጥራሕ ፍልይ ዝበለ ስፔሻሊቲ እዩ። ዝተፈልዩ ሕሙማት ኢኻ ትርኢ። ጻዕቂ ናይቲ ስራሕ ግን ኣሎ፣ ዳርጋ ነዊሕ ሰዓታት ኢኻ ትሰርሕ ማለት እዩ። ዶክተር እቲ ዝሃብካና መልእኽቲ ለበዋ ኣብ ስፖርት ብፍላይ ዘለካ ተሞክሮ ዘካፈልካና፣ እቲ ናይ ሕክምና እውን ነቶም ዝሕኩና ዝግደሱ እውን ኣዝዩ ኣገዳሲ እዩ። ኣነ በዚ ኣጋጣሚ ስለቲ ዝሃብካና ግዜን ሓሳባትን ተሞክሮኻን ኣዝየ እናመስገንኩ ኣብቲ ትገብሮ ቀጻሊ ጉዕዞኻ ከኣ ዓወት ናሳልጦ ንምነየልካ ብፍላይ ከኣ እዛ ጀሚርካያ ዘለኻ ጌርካያ ኣብ ተወሰነ ዓመታት ኣብ ትመጽእ ኣለኻ ክንራኽብ ተስፋ ገብር ኣዝየ የመስግነካ ንስኻ ከኣ ትብሎ ተመስግኖ ሰባት ተልዩ ከኣ ብኡ ክንዛዝም ኣነ ውን ብጣዕሚ እየ ዘመስግን ከምዚ ዓይነት መድረኽ ብፍላይ ከኣ ናይ ሓድነት መልእኽቲ ናይ ስፖርት መልእኽቲ ንምምሕልላፍ ዕድል ብምፍጣርኩም ኣብ ልዕሊኡ እቲ ዝዓበየ ዓላማ እና ሓገዝ ኢልና ሒዝናዮ ዘለና ናይ ስንኩላንና መልእኽቲ ንኸመሓላልፍ ዕድል ስለ ዝረኸብኩ ብጣዕሚ እየ ዘመስግን። ካብዚ ሓሊፈ ግን ድብሎ ነገር የለን ብጣዕሚ እየ ተሓጒሰ ኣብ ኤርትራ ጽቡቅ ግዜ ኣሕሊፈ ድመጽእ ደሎ ክረምቲ ተስፋ እገብር ንንውሕ ዝበለ ግዜ መጽየ ኮምኡ ተወሳኪ ሓበሬታ እተሎ ክንካፈል ማለት እዩ። ጽቡቅ ንሕና ውን ተስፋ ንገብር ብሰላም ከራክበና ከኣ ፈጣሪ ሓግዘና ንኩላትና ሰሰናዩ ይምነየልካ። ባርከ ዝኮርኩም ተካታተልቲ ስኔማ ሰመረ ሎሚ ምስ ዶክተር ሰሎሙን ገብረደንግል ዝገበርናዮ ሰፊሕ ትሕዝቶ ተካታቲልኩምዎ ትኮኑ ተስፋ ይገብር ሓሳባት ተሞኩሮ ናብ ጉዕዙኡ ወሲድኩም ውን ቀሲምኩም ክትኮኑ ተስፋ ገብር ዘለኩም ርእይቶ ሓሳብ ውን ኣብቲ ናይ ኮመንት ቦታ ክተካፍሉ ወይ ክትጽሕፉ ትክእሉ ኢኩም ኣብ ተፈለየ ግዜ ከኣ ምስ ተፈለየ ጋሻ ክንራከብ ተስፋ ኣለኒ ንኩላትና ኣብ ዘለናዮ ሰሰናዩ